እዚ ድምፂ መድረኽ ኤርትራውያን እዩ። ድምፂ መድረኽ ብቋንቋ ትግርኛ ሱሉስ፣ ዓርብን ሰንበትን በቆፃፅራ ኤርትራ ካብ ሰዓት ሸሞንተ ክሳብ ሰዓት ትሽዓተ ምሸት፣ ኣብ ሓጺር ማዕበል ብ ዓሰርተ ሓደ ሽሕን ሸውዓተ ሚእትን ዕስራን ኪሎ ሄርትዝ ወይ ኣብ ዕስራን ሓሙሽተን ሚትር ባንድ ከምኡውን ፈነወና ብ ሳተላይት ን ዕስራን ኣርባዕተን ሰዓታት ኣብ ናይል ሳት ብ ዓሰርተ ሓደ ሽሕን ሽዱሽተ ሚእትን ሰብዓን ሸሞንተን ሜጋ ሄርትዝ ኣብ ፖላራይዜሽን ቨርቲካል ደሞክራሲያዊ ለውጢ ንምርግጋጽ ናብ ኤርትራ ዝፍኖ መደብ ሬድዮ ኤርትራውያን እዩ።

ፌቨን ሰሎሙን'የ ሰላም ከመይ ተምስዩ ክቡራት ሰማዕትና ኣብ ናይ ሎሚ ዓርቢ ዕስራን ሸሞንተን የካቲት መደብና ፈለማ ከምቲ ልሙድ ዜና ክቐርብ እዩ ብድሕሪ እዚ ራኢን መትከላትን መድረኽ ሃገራዊ ዘተ ክንደግመልኩም ኢና ኣብ መወዳእታ ዕለታዊ ዜና ደጊምና መደብና ክንድምድሞ ኢና ሰናይ ምክትታል ይግበረልኩም

እዚ ድምጺ መድረኽ ኤርትራውያን እዩ። ክቡራት ተኸታተልቲ ንሎም ዝተዳለወ ዜና እንሆ ፈለማ ኣርእስትታቱ ኖርዌጅን ኦርጋናይዜሽን ፎር ኣሳይለም ሲከርስ ዝተባህለ ኖርዌጃዊ ማሕበር ወፃእተኛታት ሰለይቲ ሓተቲ ዕቑባ ተመሲሎም ከም ዝኣተዉ ገሊፁ እስራኤል፣ ሱዳናውያንን ኤርትራውያንን ሓተትቲ ዑቕባ ንኡጋንዳ ክትመልስ ጀሚራ። ሓይሊ ባሕሪ ኢጣልያ ሽዱሽተ ሚእቲ ሰባት ኣድሒኖም። ኣመሓዳሪ ዞባ ከሰላ ውድብ ሕቡራት ሃገራት ኣብ ዶባት ሱዳንን ኤርትራን ንዝካየድ ጭውያ ሰባት ኣብ ምግታእ ኣበርክትኡ ክገብር ጸዊዑ። ዜና ብዝርዝር። ኖርዊጅን ኦርጋናይዘሽን ፎር ኣሳይለም ሲከርስ ወይ ኖርዌጃዊ ማሕበር ንደለይቲ ዑቕባ ወጻእተኛታት ሰለይቲ ሓተቲ ዑቕባ ተመሲሎም ብምእታው መንበሪ ፍቓድን ውሕስናን ምስ ረኸቡ ንዜጋታቶም ብምስላይ ዘድሊ ሓበሬታ ኣኪቦም ንዕረፍቲ ምሲሎም ናብ ሃገሮም ተመሊሶም ንመንግስትታቶም ከምዘቐብሉ ጸሓፊት እቲ ማሕበር ወይዘሮ ኣን ማርግሬት ኣውስቴኖ ዓብይ ስክፍታ ከምዘለዋ ክላሰንካምፐን ንዝተባህለት ጋዜጣ ኖርወይ ሓቢራ። እዚ ጉዳይ እዚ ብቐንዱ ንዜጋታት ኤርትራ ዝምልከት እዩ። ወይዘሮ ኣውስተኖ፣ እዚ ጉዳይ እዚ ብዝያዳ ኣብ መንጎ ኤርትራውያን ከም ዘሎ ከም እትኣምን እቲ ሓበሬታ ይጠቅስ። ኣብ መንጎ እቶም ንሃገሮም ኣትዮም ክወጹ ዝኽእሉ ዜጋታትን እቶም ንሃገሮም ክኣትዉ ዘይኽእሉ ሓተትቲ ዑቕባን ምጥርጣር ከም ዘሎን እቶም ካብ ወጻኢ ንዓዶም በጺሖም ዝምለሱ ካብቶም ኣብ ሃገር ዝነብሩ ደቀባት ዝያዳ ተሰማዕነት ከም ዘለዎምን ገሊጻ። እታ ጋዜጣ ዝሓለፈ ሶኑይ ቦዲ ሾፕ ሪሊፍ ኦርጋናይዜሽን ዝተባህለ ትካል ሓተትቲ ዑቕባ መንበሪ ፍቓድ ምስ ተዋህቦም ናብታ ሃዲሞም ዝወጽኡላ ሃገር ከም ዝምለሱ ዝሕብር ደብዳቤ ናብ ኣኽባሪ ሕጊ እታ ሃገር ሚስተር ኣንደርስ ኣኑንድሰን ኣቕሪቡ ኣሎ። ወይዘሮ ኣውስተኖ ሰባት እንተድኣ ብናይ ሓሶት ሓበሬታ መንበሪ ፍቓድ ወረቐት ይረኽቡ ሃልዮም ዓብይ ፀገም ምዃኑ ብምሕባር፣ ኣብ ኖርዌይ ዑቕባ ዝተዋህቡ ሰባት ንዕረፍቲ ንሃገሮም ክኸዱ ማዕረ ክንደይ ልሙድ ተርእዮ ምዃኑ ምርግጋፅ ከምዚ ሓቢራ። ኣኽባር ሕጊ ኣኑንድሰን ነቲ ኩነታት ክከታተሎ ምዃኑን ዝያዳ ሓበሬታ ምእካብ ከምዘድልን ፕሬስ ኤጀንሲ ኤንቲቢ ንዝተባህለ ማዕከን ዜና ሓቢሩ። መሳርሕቱ ማዝያር ከሽቫሪ ከኣ፣ ከምዚኦም ዝኣመሰሉ ጉዳያት ሓያል ግብረ መልሲ እዩ ዘድልዮም ድሕሪ ምባል፣ እንተደኣ ንዕረፍቲ ንዓዶም ክምለሱ ዝኽእሉ ኮይኖም፣ ኣብኡ ክተርፉ ይግበኦም ክብል ድማ ርእይትኡ ሂቡ። እስራኤል እቲ ንወለንተኛታት ተመለስቲ ስደተኛታት ዝወሃብ ዝነበረ ሽሕን ሓሙሽተ ሚእትን ዶላር ናብ ሰለስተ ሽሕን ሓሙሽተ ሚእትን ክብ ብምባል ብዙሓት ሱዳናውያንን ኤርትራውያንን ሓተትቲ ዑቕባ ንኡጋንዳ ምምላስ ከም ዝጀመረት ሱዳን ትሪብዩን ትማሊ ሰሉስ ንጋዜጣ ሃረትዝ ብምጥቃስ ሓቢራ። እቶም ኣብ ዝሓለፈ ኣዋርሕ ንኡጋንዳ ከም ዝተመልሱ ዝንገረሎም ዘሎ ደርዘናት ስደተኛታት ገሊኦም ዝተቐስቡ ክኾኑ እንከለዉ ገሊኦም ግን ብፍታዎም እዮም ተመሊሶም። The Guardian ዝተባህለ ጋዜጣ ዓዲ እንግሊዝ፣ መንግስቲ ኡጋንዳ ነቶም ኣፍሪቃውያን ስደተኛታት በምሳያ ሓገዛት ቴክኖሎጂ ሕርሻን ኣጽዋርን ከምዝተቐበለቶም ገሊጻ። እስራኤል ንስደተኛታት ዑቕባ ዘይትህበሉ ምኽንያት ዕልቕልቕ ፍልሰት ንከየጋጥማ ብምስጋእ ምዃኑ እዩ ዝሕብር። ስለዝኾነ ድማ እያ ንስደተኛታት ዓቕሎም ኣጻቢባ ካብ ሃገራ ንክወጹ ተጫንቖም ዘላ። እቲ ርኡይ ግህሰት ሰብኣዊ መሰላት ከኣ ብኣህጉራውያን ተጣበቕቲ ሰብኣዊ መሰላት ክንቀፍን ክኹነንን ጸኒሑ ኣሎ። Hotline for Refugees and Migrants ናይ ዝተባህለ ንመሰል ስደተኛታትን ወጻእተኛታትን ዝጣበቕ እስራኤላዊ ማሕበር ዳይረክተር ዝኾነት ሩት ሚኬሊ፣ መንግስቲ እስራኤል ካብቲ ዓቕሊ ዘጻብብ፣ ማእሰርቲ ሓሎት ክሃድሙ ንኡጋንዳ ዝምለሱ ዘለዉ ስደተኛታት ኣብ ኡጋንዳ ከንብሮም ዝኽእል ፍቓድ ወረቐት ይወሃቦም ከምዘየሎ ሓቢራ። ብመሰረት ጸብጻብ መንግስቲ እስራኤል ኣብ ክልተ ሽሕን ዓሰርተ ሰለስተን ጥራይ ኣስታት ክልተ ሽሕን ሽዱሽተ ሚእትን ኣፍሪቃውያን ስደተኛታት ካብ እስራኤል ብፈቓዶም ከምዝወጹ ክሕበር እንከሎ እቶም ሽሕን ትሽዓተ ሚእትን ሓምሳን ሓሙሽተን ሰባት ኤርትራውያንን ሱዳናውያንን ምዃኖም ወሲኹ ገሊጹ። ኤርትራውያንን ሱዳናውያንን ሰማንያ ሚኢታዊት ናይቶም ኣስታት ሓምሳን ኣርባዕተን ሽሕ ዝግመቱ ኣፍሪቃውያን ሓተትቲ ዑቕባ ይኾኑ። መንግስቲ እስራኤል ካብ ሽሕን ትሽዓተ ሚእትን ኣርብዓን ሸሞንተን ከም ሃገርን መንግስትን ካብ ዝቐውም ኣትሒዙ ንክልተ ሚእቲ ስደተኛታት ጥራይ ዑቕባ ከምዝሃበ ይፍለጥ። ካብ ክልተ ሽሕን ትሽዓተን ክሳብ ክልተ ሽሕን ዓሰርተ ክልተን ኣብ ሰሎ ግዜ ከኣ ካብ ዓሰርተ ሽሕን ሸሞንተ ሚእትን ሕቶ ዑቕባ ንዕስራ ሰባት ጥራይ ፍቓድ ከም ዝሃበ እቲ ሓበሬታ የረድእ። ኣብ ክልተ ሽሕን ዓሰርተ ሰለስተን እስራኤል ካብቲ ዝቐረበላ ሽሕን ሸሞንተ ሚእትን ሕቶ ዑቕባ ንክልተ ሚእትን ሓምሳን ጉዳያት ከም ዝረኣየት እንተኾነ ንወላ ሓደ ሰብ ወረቐት ከም ዘይሃበት ጋዜጣ ሃረትዝ ትገልጽ። ሰበስልጣን እስራኤል ዳርጋ ኩሎም ኣፍሪቃውያን ስደተኛታት ናይ ቁጠባ እምበር ናይ ፖለቲካ ጸገም የብሎምን ብዝብል ምኽንያት ወይ ኣብቲ ተዳልዩ ዘሎ ናጽነት ምንቅስቓስ ዝሕርም ክፉት ቤት ማእሰርቲ ክሕየሩ ወይ ብፍቓዶም ክወጹ ከቢድ ጸቕጢ ይገብር ስለዘሎ ካብ ዝሓለፈ ዋርሕ ኣትሒዙ ቀጻሊ ሰላማዊ ሰልፍታት ክካየድ ከምዝጸንሐ ይዝከር። ሓይሊ ባሕሪ ኢጣልያ ትማሊ ረቡዕ ኣብ ውሽጢ ዕስራን ኣርባዕተን ሰዓታት ካብ ሽዱሽተ ናይ ዕንጸይትን ሰለስተ ናይ ጎማ ጃላቡን ኣስታት ሽዱሽተ ሚእቲ ስደተኛታት ካብ ማእከላይ ባሕሪ ከምዘድሓኑ ኤኤፍፒ ሓቢሩ። ኢጣልያ ኣብ ዝሓለፈ ጥቅምቲ ኣስታት ኣርባዕተ ሚእቲ ኤርትራውያንን ሶርያውያንን ኣብ ኣፍደገ ደሴት ላምፔዱዛ ምስ ጠሓሉ ብዘበገሰቶ ወፍሪ ስርሒት ባሕሪ'ያ ነዞም ስደተኛታት ኣድሒናቶም። ኣብዚ እዋን እዚ ገና ኣሽሓት ስደተኛታት ናብ ገማግም ባሕሪ ኢጣልያ ይኣትዉ ኣለዉ። ኣብ ዝሓለፈ ወርሒ ጥራይ እኳ ክልተ ሽሕን ሚእትን ሓምሳን ሽዱሽተን ስደተኛታት ማዕበል ባሕሪ ከይዓገቶም ናብ ኢጣልያ ኣትዮም ኣለዉ። ዓሚ ጥሪ ግን ክልተ ሚእትን ዓሰርተ ሸውዓተን ጥራይ እዮም ባሕሪ ሰጊሮም። ኣብዚ ወርሒ የካቲት ካብ ባሕሪ ካብ ዝደሓኑ ሚእትን ዕስራን ስደተኛታት ክልተ ሞይቶም ከምዝተረኽቡ እቲ ዜና ይገልጽ። ኣብ ዝሓለፈ ዓመት ኣብ ወርሒ ጥቅምቲ ሰለስተ ሚእትን ስሳን ሽዱሽተን ኤርትራውያን ስደተኛታት ንቑጽ ምድሪ እናማዕደዉ ኣብ ኣፍደገ ላምፔዱዛ ብምጥሓሎም ንኢጣልያን ሕብረት ኤውሮጳን ብሓፈሽኡ ንማሕበረሰብ ዓለምን ከምዘሰንበደ ዝዝከር እዩ። እቶም ብከቢድ ጸዕሪ ሬሳኦም ካብ ባሕሪ ተኣኪቡ ከብቅዕ መንግስቲ ኤርትራ ስለ ዝሓንገደ ንዓዶም ተመሊሶም ክቕበሩ ዘይከኣሉ ዜጋታትና ክሳብ ሕጂ ኣብ ምድረ ጥልያን ግቡእ ስነ ስርዓት ቀብሪ ከምዘይተገብረሎም ዝፍለጥ እዩ። ኣመሓዳሪ ዞባ ከሰላ መሓመድ ዩሱፍ ኣደም፣ ትካላት ውድብ ሕቡራት ሃገራት፣ መንግስቲ ሱዳን፣ ኣብ ዶብ ሱዳንን ኤርትራን ብኣህጉራውያን ጉጅለ ጨወይቲ ደቂ ሰብ ዝካየድ ዘሎ ጭውያታት ንምግታእ ክትተሓባበር ሱዳን ቪዥን ንዝተባህለ ማዕከን ዜና ገሊጹ። ኣመሓዳሪ መሓመድ ዩሱፍ ኣደም፣ እቲ ብሽፋን ስደተኛታት ዝግበር ዘሎ ምስግጋር ሰባትን ጭውያን ዘይሕጋውን ዘይሞራላውን እዩ ክብል ብምኹናን፣ ንነበርቲ ወደልሒለውን ሃማድ ኣብያትን ምስ ኣባላት ጸጥታን ፖሊስን ክተሓባበሩ ጸዊዑ።

ኣህጉራዊ ውድብ ስደተኛታት ብሓባር ዘይሕጋውያን ነጋዶ ደቂ ሰብን ጭውያን ንምቁጽጻር ስሉሳዊ ውህደት ክገብሩ ከም ዝተሰማምዑ ይጥቀስ። ብሰንኪ'ዚ ዘይሕጋዊ ምስግጋርን ጭውያን ኣብ ሱዳን ግዳይ ዝኾኑ ዘለዉ ስደተኛታት ንምድሓን ኣብ መንጎ ኮሚሽነር ስደተኛታት ሱዳንን ሚኒስትሪ ውሽጣዊ ጉዳያት እታ ሃገርን ምውህሃድ ከም ዝተገብረ እቲ ሓበሬታ የነጽር። እቶም ቀንዲ ግዳያት ጭውያን ዘይሕጋዊ ምስግጋርን ዝኾኑ ዘለዉ እቶም ካብ ኤርትራ ናብ ሱዳን ዝሰግሩ ዘለዉ ሓደስቲ ምጻእ ምዃኖም ይፍለጥ። ክቡራት ተኸታተልቲ ንሎሚ ዝተዳለወ ዜና እዚ እዩ ነይሩ።

እዚ ድምፂ መድረኽ ኤርትራውያን እዩ። ራእይ መድረኽ ሃገራዊ ዘተ መእተዊ ህዝቢ ኤርትራ ናጽነት ንምምጻእ፣ ሰላምን ፍትሕን ራህዋን ንምስፋን ንሰላሳ ዓመታት መሪር ቃልሲ ኣካይዱ ከቢድ መስዋእቲ ናይ ድርብ ወለዶታት ከፊሉ። ታሪኻዊ ቅያ ሰሪሑ ሓያላት ዓለም ዘይተጸበይዎ ናጽነት ኣምጺኡ። ድሕሪ ናጽነት ግን ጽቡቕ ኣይረኸበን። ጻማ ቃልሱን ደበስ መስዋእት ዓሰርቴታት ኣሽሓት ደቁን ስኢኑ። እቲ ብሕጊ ዘመሓድር፣ መሰልን ክብረትን ዜጋታት ዝሕሉ ደሞክራስያዊ መንግስቲ ንምትካል ዝነበሮ ሃረርታ ኣይሰለጠን። ኣብ እዋን ናጽነት፣ ኣደራዕ ባዕዳዊ መግዛእቲ ብሕሱም መግዛእቲ ደቂ ሃገር ተተኪኡ፣ ሃረርታ ሰላምን ፍትሕን ራህዋን ናብ ሕልሚ ቀትሪ ተቐይሩ። ምልኪ ተተኺሉ፣ ሕግን ስርዓትን ጠፊኡ፣ ውልቃዊ ዊንታን ብልሹው ምሕደራን ሰፊኑ። ሃገር ኣብ ሓደጋ፣ ህዝቢ ኣብ ሓሳረ መከራ፣ መንእሰይ ኣብ ከርተት ወዲቖም። መራሒ ስርዓት ህግደፍ፣ መሰረታዊ ዕላማታት ቃልስን ሃረርታን ህዝቢ ኤርትራ ክሒዱ፣ ሕድሪ ሰማእታት ጠሊሙ። ኣብታ ለዋህ መሬት ኣብ ክንዲ ሰላም ህውከት ኮስኲሱ፣ ኣብ ክንዲ ፍትሒ ግፍዒ ኣንጊሱ፣ ኣብ ክንዲ ራህዋ ድኽነት ኣስፊኑ። ኣይፋል ንዝበለ ተሓጎም ክብል መሊሱ። መዋእል ንእስነቶም ምእንቲ ናጽነት ሃገርን ሓርነት ህዝብን ንዝተቓለሱ ጀጋኑ ሓርበኛታት ብዘይ ኣገባብ ኣሲሩ፣ ብዘይ ፍርዲ ቀፊዱ፣ ብናይ ጠቐነ ክሲ ኣብ ቸላታት ዒራዒሮ ብደዎም ምስ ህይወቶም እንከለዉ ቀቢሩ። ዳኛ ዘይብሉ ባዕሉ ከሳሲ ባዕሉ ፈራዲ ባዕሉ ቀታሊ። መንእሰይ ኤርትራ ዕድል ግቡእ ትምህርትን ንቡር ሂወትን ርጉእ ናብራን ተነፊጉ ብስም ሃገራዊ ኣገልግሎት ኣብ ዕንክሊል ደረት ኣልቦ ግዱድ ዕስክርና ተጸሚዱ ብድዐ ምሒር በዚሕዎ ጾር ሓሳረ መከራ ኣመና ከቢድዎ ኣብታ ዝፈትዋ ሃገሩ ጩራ ተስፋ መጻኢ ሂወቱ ስኢኑ ኣብ ቅብጸት በጺሑ ደም እናነበዔ ዘፍቀሮም ስድራ ቤቱ ራሕሪሑ ሃጽ ኢሉ ክነፍጽ፣ ንነብሱ ኣብ ልዑል ሓደጋ እናውደቐ ኣብ ጎረባብቲ ሃገራት ክዕቆብ ናብ ፈቐዶ ኩርናዓት ዓለም ክፈልስ ተደፊኡ። ኣብ ዶባት ኤርትራ ብጥይት ኣሕዋቱ፣ ኣብ ምድረ በዳ ሰሃራ ብወቕዒ ጸሓይ፣ ኣብ ማእከላይ ባሕሪ ብሓደጋ ምጥሓል፣ ኣብ ምድረ በዳ ሲናይ ብኻራ ሸመትቲ ኩሊት፣ ተቐዚፉ። እቲ ኹሉ ቃልሲ፣ እቲ ኹሉ መስዋእቲ ነዚ ድዩ ነይሩ? ኣይፋሉ፣ ደጊም ይኣክል። ሓድነት ዕላማ ሓይሊ እዩ። ጥሙር ተቓውሞ ገታኢ የብሉን። ሜላ ፈላሊኻ ግዛእ ብሓደ ወገን፣ ክውንነት ተፈላሊኻ ተገዛእ ድማ በቲ ካልእ የብቅዕ። ኩሉ ደሞክራስያዊ ለውጢ ዝድግፍ ሃገራዊ ኤርትራዊ ውልቀ ሰብ ይኹን ጉጅለ ወይ ውድብ፣ ፍልልያት ፖለቲካዊ ኣረኣእይኡን ናይ ርሑቕ ፕሮግራሙን ብዘየገድስ፣ ኣብዛ ህሞት እዚኣ ኣብ ናይ ሓባር መደብ ስራሕ ሰሚሩ፣ ዕምሪ ምልካዊ ስርዓት ኢሰያስ ብምሕጻር ሃገር ንምድሓን ክብገስ መድረኽ ሃገራዊ ዘተ ይጽውዕ። መበገሲ ዕላማ መድረኽ ሃገራዊ ዘተ፣ ኣብ ኤርትራ ነዚ ሃገር ዝረግጽ፣ ህዝቢ ዝድህኽ፣ መንእሰያት ዘባርር ዘሎ፣ ኣብ ኩሉ መዳያት ዝፈሸለ፣ ብኹሉ መምዘኒታት ዝጠፈሸ፣ ዝከኣሎ ለኪሙ ንምጥፋእ ዝተዓጥቀ ስርዓት ኢሰያስ ኣሊኻ፣ ንዝተጠልመ መብጽዓ ሰማእታት ምሕዳስ፣ ብውሽጢ ዝድርኽ፣ ንመላእ ህዝቢ ኤርትራ ዘሳትፍ፣ መሰረታውያን መሰላትን ሓርነታትን ዘኽብር፣ ቅዋማዊ መንግስቲ ምትካል ስልጣን ናብ ህዝቢ ምምላስ እዩ። ኣብ ደንደስ ውድቀት ሰንከልከል ዝብል ዘሎ ስርዓት እዩ እሞ ሃየ ሓቢርና ንመክት ኢደ ኢድና ነው ነብሎ። ዘለኣለማዊ ዝኽሪ ንኹሎም ሰማእታትና!

ኣብዚ እዋን እዚ ኣብ ኤርትራ ኩሉ ውሳኔታት ናይ ምውሳድ ስልጣን ኣብ ሓደ መራሒ ዝጸዓቐሉ ውልቀ ምልካዊ ምሕደራ እዩ ዘሎ። እቲ ብሽሕን ትሽዓተ ሚእትን ቴስዓን ሸውዓተን ብኣላይነት ናይቲ ኣብ ስልጣን ዘሎ ህዝባዊ ግንባር ንዴሞክራሲን ፍትሕን ወይ ህግደፍ ዝጸደቐ ቅዋም ካብ መዓላ ተወጊኑ እቲ ብዴሞክራሲያዊ መንገዲ ኣብ ዝጸደቐ ሃገራዊ ቅዋም ተሞርኲሱ ምርጫ ክሳብ ዝግበር ከም መሰጋገሪ ሓጋጊ ኣካል ከገልግል ብህዝባዊ ግንባር ሓርነት ኤርትራ ኣብ ሽሕን ትሽዓተ ሚእትን ተስዓን ሰለስተን ዝቖመ ኣካል እውን ፈሪሱ እዩ። ክፍልታትን ትካላትን ናይቲ ግንባር ከኣ ምእንቲ ግብራዊ ዕላማታት ንልዕሊ ዓሰርተ ዓመት ህላውነቶም ጠፊኡ ኣሎ። ስለ ዝኾነ እቲ ፕረዚደንት ነዛ ሃገር ብዘይ ዝኾነ ሕጋዊ ይኹን ትካላዊ ቀይድታት ብፍጹም ብሕትውና ስልጣን እዩ ክመርሓ ዝርከብ ዘሎ። ቁጠባ ናይታ ሃገር ብመንገዲ ናይ ቀረባ መጋበርያታት ናይቲ ፕረዚደንት ሙሉእ ብሙሉእ ኣብ ትሕቲ ውልቃዊ ምቁጽጻሩ ኣትዩ፣ እቲ ኣብ ወጻኢ ካብ ዝርከቡ ቤተሰብ ብሓዋላ ዝለኣኽ ገንዘብ ጨቐም እናበለ ዝነብር ህዝቢ ምረት መነባብሮ ምጻር ስኢኑ ናይ ኩፖን ወይ ከኣ ናይ መቑንን ቁጠባ ኮይኑ ካብ ምዕባሌ ተዓጊቱ ተሪፉ ኣሎ። ኤርትራ ክሳብ ሰብዓ ዓመት ዝዕድሚኦም ዜጋታት ዝዕስክሩላ ኣብ ቀጻሊ ኩነተ ኩናት እትርከብ ሃገር ኮይና ትርከብ። ሂወቶም ኣብ ቀጥታዊ ምቁጽጻር መንግስቲ ምንባሩ ዝመረሮም መንእሰያት ኤርትራ ካብታ ሃገር መዓልታዊ ይበሩ ኣለዉ። ገለ ካብኣቶም ዑቕባ'ኳ እንተረኸቡ፣ ዝበዝሑ ክጽወር ንዘይክእል ምረት፣ እንተላይ ዘይሕጋዊ ምስግጋር ደቂ ሰብ ተቓሊዖም ኣለዉ። ኣዝዮም ብዙሓት ሲቪላዊ መነባብሮኦም ዝመርሑ ዝነበሩ ሰባት እውን ብዘይ ዝኾነ ሕጋዊ መስርሕ ኣብ ኣብያተ ማእሰርቲ ተቐይዶም ይርከቡ። ኤርትራውያን ነዚ ዘይቅቡል ኩነታት ሃገርን ህዝብን ብቐጻሊ ክብድህዎ ይረኣዩ። ኣብዚ እዋን እዚ ኣብ ውሽጥን ወጻእን ውዱብ ተቓውሞ ኣሎ። እቲ ብዚ ቀረባ እዋን ናይቲ እንኮ ውዱብ ህላዌ ዘለዎ ትካል እታ ሃገር ዝኾኑ ገለ ኣሃዱታት ሰራዊት፣ ሓይሊ ተጠቒሞም ቅዋማዊ መንግስቲ ክትከልን ኩሎም ፖለቲካዊ እሱራት ክፍትሑን ብዓውታ ምጥላቦም፣ ኣብ ልዕሊ እቲ ስርዓት ዘሎ ተቓውሞ ክሳብ ክንደይ ሰጒሙ ከምዘሎ ዘርኢ እዩ። ኣብዚ ዓመጽን ጸቕጥን ኣብ ጥርዚ በጺሑ ተቓውሞ እናገንፈለ ዝኸደሉ ዘሎ ግን ከኣ ኣብ ውሽጢ ሃገር ቅሉዕ ፖለቲካዊ ምንቅስቓስን ውደባን ዳርጋ ፈጺሙ ዘይከኣለሉ ናብ ደሞክራሲያዊ ስርዓት ንምስግጋር ዝሕግዝ ትካላዊ ቅርጽታት ዘይብሉ ኩነታት ለውጢ ምምጽኡ ዘየማትእ'ኳ እንተኾነ ሃንደበታዊ ፖለቲካዊ ውድቀት ከስዕቦ ዝኽእል ሓደጋ ዝፈጠሮ ስግኣት እውን ስለዘሎ፣ ነቲ ለውጢ ደም ምፍሳስን ዕግርግርን ብዘወግድ መንገዲ ንምምሕዳሩ እዋናዊ ጽምዶ የድሊ። ምእንቲ'ዚ ኣብዚ እዋን እዚ ሓደ ጉጅለ ኤርትራውያን ግዱሳት ደገፍቲ ደሞክራስያዊ ለውጢ ዝኾኑ ኤርትራውያን ኣብ ኤርትራ ውዱብ ሰላማዊ ፖሊቲካዊ ለውጢ ንምምጻእ ሓቢሮም ክሰርሑ ከም መቀላጠፊ ክዋሳእ ወሲኑ ኣሎ። ዕላማ፣ ነቲ ብ ኤርትራ ዘሎ ውልቀምልካዊ ስርዓት ኣብ ቅዋም ዝተመስረተ ማዕርነታዊ መሰላት ኩሎም ዜጋታት ብዘውሕስ፣ ደሞክራሲያዊ ናጽነቶምን ሰብኣዊ መሰላቶምን ዘኽብር፣ ዝተደላደለ ተጠቃምነት ማሕበራዊ ኣገልግሎታት ዝህብ፣ ገዛእ ርእሶምን ሃገሮምን ዘማዕብልሉ ማዕረ ዕድል ዝኸፍት፣ ኣብ ቅዋም ዝተመስረተ ውሕስነታት ዘለዎ ማዕርነታዊ ምምሕዳራዊ ቅርጺ ንምትካእ፣ ኣብ ውሽጥን ወጻእን ዝርከቡ ኤርትራውያን ደገፍቲ ደሞክራሲ ብሓባር ከም ዝንቀሳቐሱ ንምግባር መቀላጠፊ ኮይኑ ይሰርሕ። መትከላት ሓደ። ኤርትራ ኣብ ትሕቲ ፍጹም ውልቀ ምልኪ'ያ እትርከብ። ህዝብን ሃገርን ካብ ቀጻሊ ስቅያትን ዕንወትን ንምድሓን ከኣ ናብ ደሞክራሲ ምስግጋር ህጹጽ ኣድላይነት ኣለዎ። ክልተ። ብሰላማዊ መንገዲ ለውጢ ንምምጻእ ኩሉ ዘድሊ ዘበለ ጻዕሪ ክግበር ይግባእ። ሰለስተ። እቶም ለውጢ ንምምጻእ ዘድልዩ ወድዓውያን ኩነታት ተማሊኦም እኳ እንተለዉ፣ እቲ ኣብ ኤርትራ ዘሎ ፖሊሳዊ ስርዓት ዝፈጠሮ ሕሉፍ ቀይድታት፣ ኣብ ውሽጢ ኤርትራ ቅሉዕ ህዝባዊ ምንቅስቓስን ውደባን ስለ ዘይፍቀድ፣ ነቲ ኣብ ወጻኢ ዘሎ ተዛማዲ ናጽነት ኣብ መዓላ ደገፍ ናይቲ ኣብ ውሽጢ ሃገር ብስቱር ዝካየድ ዘሎ ውደባን ምድላዋትን ምውዓሉ ህጹጽ ኣድላይነት ኣለዎ። ኣርባዕተ፣ እዚ ብ ስልጣን ዘሎ ፕረዚደንት ተሓታቲ ናይዚ ኣብ ሃገርና ዘሎ ውልቀ ምልክን ኣብ ልዕሊ ህዝብናን ሃገርናን ዘውረዶ ጉድኣትን ስለ ዝኾነ ኣካል ናይቲ ለውጢ ክኸውን ትጽቢት ኣይግበረሉን። ሓሙሽተ፣ ኣብ መስርሕ ደሞክራሲያዊ ለውጢ ዝሳተፉ፣ ኣብ ላዕለዋይን ማእከላይን ወተሃደራዊ ጽፍሕታት ዘለዉ መኮንናትን ከምኡ'ውን ካልኦት ሰበስልጣን መንግስቲ ኣካል ለውጢ ክኾኑ ይኽእሉ። ህዝብን ሃገርን ካብ ጥፍኣት ንምድሓን ኩሎም ደሞክራስያዊ ስርዓት ንምስፋን ዝድግፉ ባእታታት ክሕቀፉ ኣለዎም። ሽዱሽተ፣ ለውጢ ኣብ ውሽጢ ሃገር ብዝርከቡ ለውጢ ንምምፃእ ዝተወፈዩ ባእታታት እናተመርሐ ካብ ውሽጢ ሃገር እዩ ዝመፅእ ዝብል እምነት ኣለና። ከምዚኦም ዝኣመሰሉ ውፉያት ከምዘለዉ እውን ንተኣማመን ኢና። ደም ምፍሳስ ዘይብሉ ቅልጡፍ ለውጢ ክምዝገብ እንተኾይኑ፣ እቲ ኣብ ውሽጢ ሃገር ዝካየድ ጻዕሪ ኣብ ወጻኢ ናይ ዝርከቡ ውዱባት ኣካላት ኮነ ውልቀ ሰባት ከምኡ'ውን ናይ ማሕበረሰብ ዓለም ደገፍ ከምዘድልዮ ንግንዘብ። እዚ ኣብ ቦትኡ እናሃለወ ግን፣ ነቲ ኣብ ኤርትራ ዝመጽእ ለውጢ ንምጽላው ብቐጥታ ክዋሳእ ንዝደሊ ዝኾነ ናይ ወጻኢ ሓይሊ ንነጽግ። ሸውዓተ፣ ለውጢ ንምቅልጣፍ፣ ኣብ መንጎ'ቶም ንምልካዊ ስርዓት ዝቃወምዎ ኤርትራውያን ዝተሓተ ሓባራዊ ፕሮግራም ቃልሲ ኣብ ምንዳፍ ንምትሕብባር፣ መላግቦ ኣብ ውሽጥን ወጻእን ዘሎ ናይ ለውጢ ሓይልታት ኮይንካ ንምውሳእ፣ ኣብ ቅድሚ ማሕበረሰብ ዓለም ተጣበቕቲ ህዝብን ሃገርን፣ እንተላይ እቶም ስለ ደሞክራሲ ዝቃለሱ ባእታታት ብምዃን ንምንቅስቓስ፣ ኣብ ኤርትራ ደም ምፍሳስ ዘይብሉ ለውጢ ምምጻእ ዘለዎ ኣገዳስነት ንምጉስጓስን መድረኽ ሃገራዊ ዘተ ምምስራት ኣድላዪ እዩ። ኤርትራ ምስ ኩለን ሃገራት ኣብ ጣልቃ ዘይምትእትታው ከምኡ'ውን ኣብ ምትሕግጋዝን ሓባራዊ ረብሓ ዝተሞርኮሰ ጽቡቕ ጉርብትናን ዝምድናን ምምስራት የድልያ። ሸሞንተ፣ ሓባራዊ ምዕባሌ ከምኡ'ውን ነባሪ ሰላም ንምቅልጣፍ ኣብ ዞባ ኢጋድ ናብ ዞባዊ ውህደት ዘምርሕ ጥቡቕ ምትሕግጋዝ የድሊ። ትሽዓተ። ካብዚ ናይ ኣይ ሰላም ኣይ ኩናት ሃለዋት ንምግልጋልን ኣብ መንጎ ኤርትራን ኢትዮጵያን ርጉእ ሰላም ንምስፋንን፣ ኢትዮጵያ ነቲ ብኮምሽን እጀታ ኤርትራን ኢትዮጵያን ዝተወሰነ ብይን፣ ብዘይ ቅድመ ኩነት ከተተግብሮ ንኹሉ ሕነኣዊ ተጻብኣዊ ተግባራት ብቕልጡፍ ደው ኣቢላ ክልተኣዊ ዝምድና ናብ ንቡር ንምምላስ እጃማ ክትገብር ኣለዋ። ፖለቲካዊ ኣጀንዳ፣ ነዞም ዝስዕቡ ዕማማት ዘውሕስ ቅጥዒ ምስግጋር ንምውዳድ ምስራሕ። ሓደ፣ ነቶም ክብ ኢሎም ተጠቒሶም ዘለዉ ሓርነታት ዘካትት ንድፊ ቅዋም ምድላው። ክልተ፣ ሕጋጋት ናይ ምጽዳቕ መዝነት ዘለዎ፣ ብህዝቢ ዝተመርጸ፣ በጃ ህዝቢ ኣካይዳ መንግስቲ ዝከታተል ናይ ወከልቲ ኣካል ምቋም። ሰለስተ፣ ብመንገዲ ኣድማሳዊ ምርጫ መንግስቲ ምምራጽ። መሰጋገሪ ስትራተጂ ሓደ ከምቲ ብ ላዕሊ ዝተጠቕሰ ካብ ኩሎም ለውጢ ዝድግፉ ኣካላትን ማሕበራዊ ጉጅለታትን ዝተወከሉ ባእታታት ዝሓቖፈ ሰፊሕ መሰረት ዘለዎ ሃገራዊ ቤት ምኽሪ ድሕነት ንምቛም ክልተ ነቲ ክብ ኢሉ ዝተጠቕሰ ፖለቲካዊ ኣጀንዳ ንምትግባር ዝሰርሕ ናይ ምስግጋር ምሕደራ ንምምስራት ይሰርሕ። ህጹጻት ዕማማት፣ ሓደ። ምጅማር ምስረታ መድረኽ ሃገራዊ ዘተ፣ መሃዘ፣ ክልተ። ንመድረኽ ሃገራዊ ዘተ ወኪሎም ዝተወሰኑ ዕማማት ዘሳልጡ ውፉያት ግለ ሰባት ዝዋስኡሉ ጉጅለ ምቋም። ሰለስተ፣ እዚ ብ ላዕሊ ተጠቒሱ ዘሎ ዕላማ፣ ፖለቲካዊ ኣጀንዳን ስትራቴጂን፣ ከም ዝተሓተ ፕሮግራም ኣብ ኩሎም ደገፍቲ ለውጢ ዝኾኑ ባእታታት እዛ ሃገር ሰፊሕ ተቐባልነት ንክረክብ ምጉስጓስ። ኣርባዕተ፣ ከም መላግቦን መተኣሳሰሪን ናይቶም ኣብ ውሽጥን ወፃእን ለውጢ ዝድግፉን ንለውጢ ዝንቀሳቐሱን ምስራሕ።

እዚ ድምጺ መድረኽ ኤርትራውያን እዩ። ስም ኣዳልዩኒ። ስም እባ ኣዳልዩኒ። እከይ ተግባራቶም ምስ ስሞም ከዛምዶ ሓግዙኒ። ሸፋቱ ዶ ክብሎም ቀተልቲ ዘረፍቲ ኣቓጽዮም ዝጸንሑ ብጽምዋ ብለይቲ ቅሳነት ዘይህቡ ንቆልዓ ሰበይቲ ገንዘብ ሃይማኖቶም መንደይቲ መሕጎልቲ ሸፋቱ ኣለዎም ዝምርሕሉ ሕጊ መን ጓንዴ ይሕዝ መን ይሕዝ ሓለንጊ ንመን ከም ዝኸትሩ ንመን ከም ዝንሕፉ በየናይ ጀሚሮም ናበይ ከም ዝሓልፉ ሸፋቱ ዘጥቅዕሉ ጽምዋ እዩ ቦትኦም ኣይመጹኻን እዮም ንስኻ ኢኻ ትኸዶም። ምሳና እዮም ዝነብሩ እዞም ናትና ሸፋቱ እቶም ከተርቲ ይሕሹ ብኹሉ ነገራቱ። ስም እባ ኣዳልዩኒ እከይ ተግባራቶም ምስ ስሞም ከዛምዶ ሓግዙኒ። ማፍያ ዶ ክንብሎም ጥርኑፋት በደልቲ ቦቶኦም ዘይፍለጥ ከምዞም ኣጋንንቲ ዝጨውዩ ዝቐትሉ ንገንዘብ ንሃብቲ ክብረት ዘይብሎም ብገንዘብ ተገዛእቲ። ማፍያ የስርሑኻ ካብ ዘፍረኻዮ ትኽፈል ኣየስርሑ ኣይሰርሑ እዞም ማፍያናኸ እንታይ ንበል ማፍያ ጥርኑፋት እዮም ውሽጦም ዘይርከብ ህግደፍ ግን ባዶ እዮም ናይ ጥቕሚ እኽብካብ ማፍያ ዘድልዮም በዓል ሰልዲ ድሌት ህግደፍ ንምጽናት ዓዲ ዘራኽቦም ሰልድን ቅትለትን ዝፈላልዮም ዕላማን ስርዓትን ስም እባ ኣዳልዩኒ እከይ ተግባራቶም ምስ ስሞም ከዛምዶ ሓግዙኒ ጣሌባን ዶ ክንብሎም ደቂ ሙሉ ዓመር ኡንኮ መላኺ ብዘይ ሓደ ምስጢር ካቢነ ዘይብሎም ህዝቢ ንምድንጋር ኣብ ዝወሰና ዘይውዕል ዘይሓድር ውግእ ንምልዕዓል መን ክወዳደሮ ዝኾነን ዘይኮነን ምስ እምነት ይኣስሮ ናይ ህዝቢ ምጽናት ምንም ዘይስቆሮ ብዘይ ኣማኸርቲ ዝሓሰቦ ዝገብሮ ኩሉ ስራሓቱ ሕጊ ዘይኽተል ሓያል እዩ ህዝቢ ንምትላል ንነብሱ ዝገብራ ፍሉይ ፍጥረት ከምዛ ብዘይ ንሱ ዓለም ምትጽልምት ህድግለነ ዘይብሉ ንእሱራት ኣብ ኮንተይነር ዝኣስር ከም ኣቑሑት ቅጭጭ ዘይብሎ ዘምጽኦ ሳዕቤናት ንኸተግብር እቲ ናቱ ድልየት ፍልልይ የብሎምን ኩሉ ዝፍጽምዎ ዝፈላልዮም ከመይ ጌሮም ንህዝቢ የቕርብዎ ሙሉዐመር ምኽንያቱ ምሕላው እምነት ህግደፍ ከኣ ምሕንጻጽ ዶባት ስም እባ ኣዳልዩኒ እከይ ተግባራቶም ምስ ስሞም ከዛምዶ ሓግዙኒ ዲክታቶር ዶ ክብሎ ውልቀ መላኺ ብዘይ ንሕስያ ንህዝቢ ደሃኺ ግን ኩሎም መለኽቲ ሓደ ኣይኮኑን ዕላምኦም ብፍጹም ኣይራኸቡን ገለን ይመልኩ ኩርሲ ከይተምልጦም ገለን ይመልኩ ከተግብሩ ራኢኦም ናይ ገለን ምልኪ ከብዲ ብምሉኡ ናይ ገለን ከኣ ንባኒ ተሰርዑ ናይ ገለ መለኽቲ ህዝቢ ደንቊርካ ናይ ገለ መለኽቲ ንህዝቢ ኣቐዲምካ ናይ ገለ መለኽቲ ንህዝቢ ኣሀውቲትካ ናይ ገለ መለኽቲ ከኣ ንህዝቢ ወዲብካ ውጽኢቱ ኣዝዩ እዩ ዝፈላለ እቲ ሓደ ንሃገሩ ብስልጣነ ዘዝለለ እቲ ሓደ ንሃገሩ ዘሕፈረ ስማ ዝበለለ ፍልልዩ ብግሉጹ እዩ ዝልለ። ናይ ምዕባሌ ምሳሌ ብዙሓት ኣለዉና ማሌዥያ ሲንጋፎር መርኣያ ምጠቐስና ናይ ኣዕናዊ ምልኪ ከምኡ መሊኡና ገዳፊ ሙጋቤ መንግስቱ ከምኡ ውን እዚ ናትና በጃኹም እባ ስም ኣዳልዩኒ እከይ ተግባራቶም ምስ ስሞም ከዛምዱ ሓግዙኒ እምቤራጦር ኔሮ ዶ ክብሎ ንሮማ ዘንደዴ ብጭካኔኡ ንሮማውያን ዘሰንበዴ ታሪኻዊ ከተማ እንዳበረሴ ኣብ ቅድሚኡ ይደርፍ ነበሬ ሒዙ በገንኡ እንታይ ንስመዮም ንጉጅለ ጥፍኣት ዘብርሱ ዘለዉ ታሪኻዊ ህንጻታት ዝኸልከሉ ከይሰርሕ ዘሎ ፋብሪካታት ቀንዲ ጠንቂ ምጽናት መንእሰያት ንምንታይ ዘይመሃር ህዝብና ብስርዓት? ንምንታይ ዘይፍትሑ ፖለቲካዊ እሱራት? ንምንታይ ይዕጾ ዝነበረ ዩኒቨርሲቲ ንምንታይ ደስጊሉ ምስራሕ ንኣባይቲ? ንምንታይ ተደልዩ ብዘይ ገደብ ኣገልግሎት? ንምንታይ ወጠምጠም ምስ ጎረባብትታት? ንምንታይ ተደልዮም ዕሱባት ናይ ደምሓት? ንምንታይ ካብ ከተማ ወጺኦም ናትና ወተሃደራት? ብሕቶታት ጥራይ ጎቦ ምሰራሕና። ዘይተገብረ የለን ኣብዛ የዋሕ ዓድና ዘይተነግረ እዩ ዘሎ ዘይወፀ ኣብ ጎደና ጀሚሩ ኣሎ ግዜ መልሲ ክህበና። ድሕሪ እዚ ኩሉ መብርሂ ስም እባ ሓግዙኒ ንጉጅለ ሕሰም ክሰምዮም ተሓባበሩኒ። ሃገር ዘባደሙ፣ ስምና ዘራኸሱ፣ ህዝቦም ክከራበት ቀሲኖም ዝድቅሱ፣ ብዙሕ ሓሲበሉ ኣደይበ ኣውሪደ፣ ብዙሓት ኣስማት ምስ ግብሮም ኣዛሚደ፣ እቲ ንሮማ ፈሊጡ ዘንደደ፣ ንተግባሮም ዝመስል ኔሮ ወሲደ። ዝሓሸ እንተለኩም ሃየ ለግሱለይ ዝግባእ ሰምየዮም ልበይ ክዓርፈለይ ዘይምልከቶም ኣስማት እንካብ ነጠምቆም ዝግብኦም ሰሚና ከነፍልጦም ሓቆም። ሃብተ ክፍሌ ካብ ካይሮ።

እዚ ድምጺ መድረኽ ኤርትራውያን እዩ። ክቡራት ተኸታተልቲ ንሎሚ ዝተዳለወ ዜና እንሆ ፈለማ ኣርእስትታቱ። ኖርዌጅን ኦርጋናይዜሽን ፎር ኣሳይለም ሲከርስ ዝተባህለ ኖርዌጃዊ ማሕበር ወጻእተኛታት ሰለይቲ ሓተቲ ዕቑባ ተመሲሎም ከም ዝኣተዉ ገሊጹ። እስራኤል፣ ሱዳናውያንን ኤርትራውያንን ሓተትቲ ዑቕባ ንኡጋንዳ ክትመልስ ጀሚራ። ሓይሊ ባሕሪ ኢጣልያ ሽዱሽተ ሚእቲ ሰባት ኣድሒኖም። ኣመሓዳሪ ዞባ ከሰላ ውድብ ሕቡራት ሃገራት ኣብ ዶባት ሱዳንን ኤርትራን ንዝካየድ ጭውያ ሰባት ኣብ ምግታእ ኣበርክትኡ ክገብር ጸዊዑ። ዜና ብዝርዝር። ኖርዊጅን ኦርጋናይዘሽን ፎር ኣሳይለም ሲከርስ ወይ ኖርዌጃዊ ማሕበር ንደለይቲ ዑቕባ፣ ወጻእተኛታት ሰለይቲ ሓተቲ ዑቕባ ተመሲሎም ብምእታው፣ መንበሪ ፍቓድን ውሕስናን ምስ ረኸቡ፣ ንዜጋታቶም ብምስላይ ዘድሊ ሓበሬታ ኣኪቦም ንዕረፍቲ ምሲሎም ናብ ሃገሮም ተመሊሶም ንመንግስትታቶም ከም ዘቐብሉ ጸሓፊት እቲ ማሕበር ወይዘሮ ኣን ማርግሬት ኣውስቴኖ ዓብይ ስክፍታ ከም ዘለዋ ክላሰንካምፐን ንዝተባህለት ጋዜጣ ኖርወይ ሓቢራ። እዚ ጉዳይ እዚ ብቐንዱ ንዜጋታት ኤርትራ ዝምልከት እዩ። ወይዘሮ ኣውስተኖ እዚ ጉዳይ እዚ ብዝያዳ ኣብ መንጎ ኤርትራውያን ከም ዘሎ ከም እትኣምን እቲ ሓበሬታ ይጠቅስ። ኣብ መንጎ እቶም ንሃገሮም ኣትዮም ክወጹ ዝኽእሉ ዜጋታትን እቶም ንሃገሮም ክኣትዉ ዘይኽእሉ ሓተትቲ ዑቕባን ምጥርጣር ከም ዘሎን እቶም ካብ ወጻኢ ንዓዶም በጺሖም ዝምለሱ ካብቶም ኣብ ሃገር ዝነብሩ ደቀባት ዝያዳ ተሰማዕነት ከም ዘለዎምን ገሊጻ። እታ ጋዜጣ ዝሓለፈ ሶኑይ ቦዲ ሾፕ ሪሊፍ ኦርጋናይዜሽን ዝተባህለ ትካል ሓተትቲ ዑቕባ መንበሪ ፍቓድ ምስ ተዋህቦም ናብታ ሃዲሞም ዝወጽኡላ ሃገር ከም ዝምለሱ ዝሕብር ደብዳቤ ናብ ኣኽባሪ ሕጊ እታ ሃገር ሚስተር ኣንደርስ ኣኑንድሰን ኣቕሪቡ ኣሎ። ወይዘሮ ኣውስተኖ ሰባት እንተድኣ ብናይ ሓሶት ሓበሬታ መንበሪ ፍቓድ ወረቐት ይረኽቡ ሃልዮም ዓቢ ጸገም ምዃኑ ብምሕባር፣ ኣብ ኖርወይ ዑቕባ ዝተዋህቡ ሰባት ንዕረፍቲ ንሃገሮም ክኸዱ ማዕረ ክንደይ ልሙድ ተርእዮ ምዃኑ ምርግጋጽ ከምዚ ሓቢራ። ኣኽባር ሕጊ ኣኑንድሰን ነቲ ኩነታት ክከታተሎ ምዃኑን ዝያዳ ሓበሬታ ምእካብ ከምዘድልን ፕረስ ኤጀንሲ ኤንቲቢ ንዝተባህለ ማዕከን ዜና ሓቢሩ። መሳርሕቱ ማዝያር ከሽቫሪ ከኣ፣ ከምዚኦም ዝኣመሰሉ ጉዳያት ሓያል ግብረ መልሲ እዩ ዘድልዮም ድሕሪ ምባል፣ እንተደኣ ንዕረፍቲ ንዓዶም ክምለሱ ዝኽእሉ ኮይኖም፣ ኣብኡ ክተርፉ ይግበኦም ክብል ድማ ርእይትኡ ሂቡ። እስራኤል እቲ ንወለንተኛታት ተመለስቲ ስደተኛታት ዝወሃብ ዝነበረ ሽሕን ሓሙሽተ ሚእትን ዶላር ናብ ሰለስተ ሽሕን ሓሙሽተ ሚእትን ክብ ብምባል ብዙሓት ሱዳናውያንን ኤርትራውያንን ሓተትቲ ዑቕባ ንኡጋንዳ ምምላስ ከምዝጀመረት ሱዳን ትሪብዩን ትማል ሰሉስ ንጋዜጣ ሃረትዝ ብምጥቃስ ሓቢራ። እቶም ኣብ ዝሓለፈ ኣዋርሕ ንኡጋንዳ ከምዝተመልሱ ዝንገረሎም ዘሎ ደርዘናት ስደተኛታት ገሊኦም ዝተቐስቡ ክኾኑ እንከለዉ ገሊኦም ግን ብፍታዎም እዮም ተመሊሶም። The Guardian ዝተባህለ ጋዜጣ ዓዲ እንግሊዝ፣ መንግስቲ ኡጋንዳ ነቶም ኣፍሪቃውያን ስደተኛታት በምሳያ ሓገዛት ቴክኖሎጂ ሕርሻን ኣጽዋርን ከምዝተቐበለቶም ገሊጻ። እስራኤል ንስደተኛታት ዑቕባ ዘይትህበሉ ምኽንያት ዕልቕልቕ ፍልሰት ንከየጋጥማ ብምስጋእ ምዃኑ እዩ ዝሕብር። ስለዝኾነ ድማ እያ ንስደተኛታት ዓቕሎም ኣጻቢባ ካብ ሃገራ ንክወጹ ተጫንቖም ዘላ። እቲ ርኡይ ግህሰት ሰብኣዊ መሰላት ከኣ ብኣህጉራውያን ተጣበቕቲ ሰብኣዊ መሰላት ክንቀፍን ክኹነንን ጸኒሑ ኣሎ። Hotline for Refugees and Migrants ናይ ዝተባህለ ንመሰል ስደተኛታትን ወጻእተኛታትን ዝጣበቕ እስራኤላዊ ማሕበር ዳይረክተር ዝኾነት ሩት ሚኬሊ፣ መንግስቲ እስራኤል ካብቲ ዓቕሊ ዘጻብብ፣ ማእሰርቲ ሓሎት ክሃድሙ ንኡጋንዳ ዝምለሱ ዘለዉ ስደተኛታት ኣብ ኡጋንዳ ከንብሮም ዝኽእል ፍቓድ ወረቐት ይወሃቦም ከምዘየሎ ሓቢራ። ብመሰረት ጸብጻብ መንግስቲ እስራኤል ኣብ ክልተ ሽሕን ዓሰርተ ሰለስተን ጥራይ ኣስታት ክልተ ሽሕን ሽዱሽተ ሚእትን ኣፍሪቃውያን ስደተኛታት ካብ እስራኤል ብፍቓዶም ከምዝወጹ ክሕበር እንከሎ እቶም ሽሕን ትሽዓተ ሚእትን ሓምሳን ሓሙሽተን ሰባት ኤርትራውያንን ሱዳናውያንን ምዃኖም ወሲኹ ገሊጹ። ኤርትራውያንን ሱዳናውያንን ሰማንያ ሚኢታዊት ናይቶም ኣስታት ሓምሳን ኣርባዕተን ሽሕ ዝግመቱ ኣፍሪቃውያን ሓተትቲ ዑቕባ ይኾኑ። መንግስቲ እስራኤል ካብ ሽሕን ትሽዓተ ሚእትን ኣርብዓን ሸሞንተን ከም ሃገርን መንግስትን ካብ ዝቐውም ኣትሒዙ ንክልተ ሚእቲ ስደተኛታት ጥራይ ዑቕባ ከምዝሃበ ይፍለጥ። ካብ ክልተ ሽሕን ትሽዓተን ክሳብ ክልተ ሽሕን ዓሰርተ ክልተን ኣብ ሰሎ ግዜ ከኣ ካብ ዓሰርተ ሽሕን ሸሞንተ ሚእትን ሕቶ ዑቕባ ንዕስራ ሰባት ጥራይ ፍቓድ ከም ዝሃበ እቲ ሓበሬታ የረድእ። ኣብ ክልተ ሽሕን ዓሰርተ ሰለስተን እስራኤል ካብቲ ዝቐረበላ ሽሕን ሸሞንተ ሚእትን ሕቶ ዑቕባ ንክልተ ሚእትን ሓምሳን ጉዳያት ከም ዝረኣየት እንተኾነ ንወላ ሓደ ሰብ ወረቐት ከም ዘይሃበት ጋዜጣ ሃረትዝ ትገልጽ። ሰበስልጣን እስራኤል ዳርጋ ኩሎም ኣፍሪቃውያን ስደተኛታት ናይ ቁጠባ እምበር ናይ ፖለቲካ ጸገም የብሎምን ብዝብል ምኽንያት ወይ ኣብቲ ተዳልዩ ዘሎ ናጽነት ምንቅስቓስ ዝሕርም ክፉት ቤት ማእሰርቲ ክሕየሩ ወይ ብፍቓዶም ክወጹ ከቢድ ጸቕጢ ይገብር ስለዘሎ ካብ ዝሓለፈ ዋርሕ ኣትሒዙ ቀጻሊ ሰላማዊ ሰልፍታት ክካየድ ከምዝጸንሐ ይዝከር። ሓይሊ ባሕሪ ኢጣልያ ትማሊ ረቡዕ ኣብ ውሽጢ ዕስራን ኣርባዕተን ሰዓታት ካብ ሽዱሽተ ናይ ዕንጸይትን ሰለስተ ናይ ጎማ ጃላቡን ኣስታት ሽዱሽተ ሚእቲ ስደተኛታት ካብ ማእከላይ ባሕሪ ከምዘድሓኑ ኤኤፍፒ ሓቢሩ። ኢጣልያ ኣብ ዝሓለፈ ጥቅምቲ ኣስታት ኣርባዕተ ሚእቲ ኤርትራውያንን ሶርያውያንን ኣብ ኣፍደገ ደሴት ላምፔዱዛ ምስ ጠሓሉ ብዘበገሰቶ ወፍሪ ስርሒት ባሕሪ'ያ ነዞም ስደተኛታት ኣድሒናቶም። ኣብዚ እዋን እዚ ገና ኣሽሓት ስደተኛታት ናብ ገማግም ባሕሪ ኢጣልያ ይኣትዉ ኣለዉ። ኣብ ዝሓለፈ ወርሒ ጥራይ እኳ ክልተ ሽሕን ሚእትን ሓምሳን ሽዱሽተን ስደተኛታት ማዕበል ባሕሪ ከይዓገቶም ናብ ኢጣልያ ኣትዮም ኣለዉ። ዓሚ ጥሪ ግን ክልተ ሚእትን ዓሰርተ ሸውዓተን ጥራይ እዮም ባሕሪ ሰጊሮም። ኣብዚ ወርሒ የካቲት ካብ ባሕሪ ካብ ዝደሓኑ ሚእትን ዕስራን ስደተኛታት ክልተ ሞይቶም ከምዝተረኽቡ እቲ ዜና ይገልጽ። ኣብ ዝሓለፈ ዓመት ኣብ ወርሒ ጥቅምቲ ሰለስተ ሚእትን ስሳን ሽዱሽተን ኤርትራውያን ስደተኛታት ንቑጽ ምድሪ እናማዕደዉ ኣብ ኣፍደገ ላምፔዱዛ ብምጥሓሎም ንኢጣልያን ሕብረት ኤውሮጳን ብሓፈሽኡ ንማሕበረሰብ ዓለምን ከምዘሰንበደ ዝዝከር እዩ። እቶም ብከቢድ ጸዕሪ ሬሳኦም ካብ ባሕሪ ተኣኪቡ ከብቅዕ መንግስቲ ኤርትራ ስለ ዝሓንገደ ንዓዶም ተመሊሶም ክቕበሩ ዘይከኣሉ ዜጋታትና ክሳብ ሕጂ ኣብ ምድረ ጥልያን ግቡእ ስነ ስርዓት ቀብሪ ከምዘይተገብረሎም ዝፍለጥ እዩ። ኣመሓዳሪ ዞባ ከሰላ መሓመድ ዩሱፍ ኣደም፣ ትካላት ውድብ ሕቡራት ሃገራት፣ መንግስቲ ሱዳን፣ ኣብ ዶብ ሱዳንን ኤርትራን ብኣህጉራውያን ጉጅለ ጨወይቲ ደቂ ሰብ ዝካየድ ዘሎ ጭውያታት ንምግታእ ክትተሓባበር ሱዳን ቪዥን ንዝተባህለ ማዕከን ዜና ገሊጹ። ኣመሓዳሪ መሓመድ ዩሱፍ ኣደም፣ እቲ ብሽፋን ስደተኛታት ዝግበር ዘሎ ምስግጋር ሰባትን ጭውያን ዘይሕጋውን ዘይሞራላውን እዩ ክብል ብምኹናን፣ ንነበርቲ ወደልሒለውን ሃማድ ኣብያትን ምስ ኣባላት ጸጥታን ፖሊስን ክተሓባበሩ ጸዊዑ።

ኣህጉራዊ ውድብ ስደተኛታት ብሓባር ዘይሕጋውያን ነጋዶ ደቂ ሰብን ጭውያን ንምቁጽጻር ስሉሳዊ ውህደት ክገብሩ ከምዝተሰማምዑ ይጥቀስ። ብሰንኪ'ዚ ዘይሕጋዊ ምስግጋርን ጭውያን ኣብ ሱዳን ግዳይ ዝኾኑ ዘለዉ ስደተኛታት ንምድሓን ኣብ መንጎ ኮሚሽነር ስደተኛታት ሱዳንን ሚኒስትሪ ውሽጣዊ ጉዳያት እታ ሃገርን ምውህሃድ ከምዝተገብረ እቲ ሓበሬታ የነጽር። እቶም ቀንዲ ግዳያት ጭውያን ዘይሕጋዊ ምስግጋርን ዝኾኑ ዘለዉ እቶም ካብ ኤርትራ ናብ ሱዳን ዝሰግሩ ዘለዉ ሓደስቲ ምጻእ ምዃኖም ይፍለጥ። እዚ ድምጺ መድረኽ ኤርትራውያን እዩ። ክቡራት ተኸታተልቲ ናይ ሎም መደብና ኣብዚ ደምዲምና ኣለና። ዝመጽእ ሰንበት ምስ ካልእ ትሕዝቶ ክሳብ እንምለሰኩም